ከመይ ትቕንዩ ኣብ ዝተፈላለየ ሃገራት ብምዃን መደባት ዩቱብ ቻነል ወድ ላቭ ኣብ ምክትታል ትርከቡ ክቡራት የሕዋት ናይ ሎሚ መደብና ከም ዝሓለፈ ንዓኹም ንእሽተይ ትምህርቲ የቕስም እዩ ዝበልናዮ መደብ ሒዝና መጺና ኣለና እሞ ኣገዳሲ ኮይኑ ምስ ትረኽብዎ ሼር ላይክ ሳብስክራይብ ኣይንረስዕ እምበኣር ናይ ሎም መደብና ጥዕናዊ ረብሓታት ጾም ዝምልከት ኮይኑ ሃይማኖታዊ ረብሓታቱ ከም ርድኡ ወሲድና ስነ ፍልጠት እውን ጥዕናዊ ረብሓ ኣለዎ ይብለና ኣሎ እሞ ንሎሚ ኣካል መደብና ጌርናዮ ኣለና ከም ዝፍለጥ ኣገባብ ንጾምን ግዜኡን ኣገባቡ ካብ ሃይማኖት ናብ ሃይማኖት ይፈላለ ኮይኑ ሓንቲ ኣብ መብዛሕትኡ ንረኽባ ነገር እንተላ ኮይና ግን መግብን ማይን ካብ ምውሳድ ንዝተወሰነ ግዜ ምቑጣብ እዩ። እዚ ምቑጣብ ካብ ዝተወሰነ መግብታት ክኸውን ይኽእል እዩ። ዝበዝሐ እዋን ደቂ ሰባት ንሃይማኖታዊ ጠቕምታት ኢሎም እዮም ጾም ዘካይዱ። ካብኡ ሓሊፉ ግን ኣብ ጥዕናና ሓያሎ ረብሓታት ከም ዘለዎ'ዮም ክኢላታት ዘመልክቱ። ሰብነትና ናብ ሃዋህው ናይ ጾም ዝኣቱ መግቢ ካብ ምውሳድ ንድሕሪ ካብ ሽዱሽተ ክሳብ ሸሞንተ ሰዓታት ኣብ ዘሎ ግዜ ክኸውን ይኽእል። እዚ ግዜ'ዚ ሰብነትና ነቲ ኣቐዲሙ ዝወሰዶ መግቢ ምሉእ ብምሉእ ተጠቂሙ ዝውድኣሉ ግዜ'ዩ። ኣብዚ ግዜ እዚ ሰብነትና ነቲ ኣብ ጸሊም ከብድን ጭዋታታትን ዝርከብ ግሉኮዝ ማለት ባህርያዊ ሽኮር ተጠቂሙ'ዩ ጸዓት ክፈጥር ዝጅምር። እጾም ይቕጽል እንተሎ ኮይኑ ድማ ኣካላትና ነቲ ዘዳለዉ ጸዓት ካብቲ ኣብ ሰብነትና ዝተኽዘነ ስብሒ ከዳልዎ ይጅምር። እዚ ግን ንሓጺር ግዜ ጥራይ'ዩ ክካየድ ዝኽእል። እንተ ነውሐ ግን ኣካላትና ነቲ ዝተኸዘነ ፕሮቲን ማለት መኣዛውን ከጥቅዖ ይጅምር። ኣብ ከምዚ ደረጃ እንተ በጽሑ ድማ ጥዕናዊ ረብሓታት ናይ ጾም ዘይኮነስ ጥሜት ወይ ዓጸቦ ከኸትል ይኽእል። እዚ እቲ ካብ መግብን መስተን ናይ ምሕራም ግዜ ሓያሎ መዓልታት ወይ እውን ልዕሊ ሰሙን ምስ ዝቕጽል ከጋጥም ዝኽእል እዩ። ንዝተወሰነ ሰዓታት ምጻም፣ እዚ ካብ ሸውዓተ ሰዓታት ክሳብ ንክልተ ወይ ንሰለስተ መዓልታት ዝቕጽል ጾም ክኸውን እንከሎ፣ እዚ ዓይነት ጾም እዚ ናይ ድቃስ ጸገም ወይ እውን ናይ ጸዓት ምምዝባል፣ ጸገም ናይ ምንቕቓሕ፣ ጸገም ናይ ስምዒት ህዋሳት ንዘለዎም ሰባት ኣዝዩ ኣገዳሲ እዩ። ካልኣይ፣ ምቑጣብ ካሎሪን፣ ካብ ዝተወሰነ መግብታት ምሕራም፣ ኣብ ንወስዶም ካሎሪ ምቁጽጻርን ምጉዳልን ሓደ ናይ ኣገባብ ጾም እዩ። እዚ ኣብ ጥዕና ልቢ፣ ጸቕጢ ደም፣ ምጉዳል መጠን ስብሒ፣ ተኣፋፍነት ናይ ኡንሱሊንን ልዑል ረብሓ እዩ ዘለዎ። ሳልሳይ ንነዊሕ እዋን ዝጸንሕ ጾም። እዚ ካብ ኣርብዓን ሸሞንተን ሰዓታት ክሳብ ሰላሳ ወይ እውን ኣርብዓ መዓልታት ብዘይ መግቢ ምጽናሕ የጠቓልል። እዚ ዓይነት ጾም እዚ ብከቢድ ሕዱር ሕማም ዝተጠቕዑ ሰባት ኣብ ትሕቲ ክትትል ሕክምና ዝካየድ ዓይነት ጾም እዩ። እዚ ዓይነት ጾም እዚ ከኣ መብዛሕትኡ ኣብ ሆስፒታላት ዝድቅሱ ሕሙማት ይሰርሕ። ራብዓይ ሃይማኖታዊ ጾም እዚ ንዝተፈላለዩ እምነታት ዝካየድ ዓይነት ጾም ክኾን እንከሎ፣ ዝተፈላለየ እምነት ዝኽተል ህዝቢ ዓለምና ብዝተፈላለየ ኣገባብ ሃይማኖታዊ ጾም የካይድ እዩ። እዚ ዓይነት ጾም እዚ ምስቲ ኣብ ላዕሊ ዝተጠቕሰ ዝተወሰነ ሰዓታት ጾም ድማ ይመሳሰል። ገለ ኻብ ጥዕናዊ ረብሓታት ጾም፣ ቀዳማይ፣ ንመርዝን ርስዓትን ኣብ ምልጋስ፣ ማለት ብእንግሊሽ ዲቶሲፊኬሽን። ኣብ ዝተፈላለየ ክፍልታት ኣካላትና ኣብ መዓንጣ፣ ጸሊም ከብዲ፣ ሳንቡእ ወይ'ውን ቆርቦት ዝርከብ መርዚ ወይ'ውን ርስዓት ብምእላይ ሰብነትና ክልለኛ ማለት ኒውትራላይዝስ ዝገብር ኣገባብ ዲቶሲፊኬሽን ይበሃል። ዝኾነ መግቢ እንተዘይወሲድና ኣካላትና ኣብ ሰብነትና ጸዓት ክረክብ ናብ ዝተኽዘነ ስብሒ እዩ ዘምርሕ። ካብቲ ዝተኽዘነ ስብሒ ኬሚካላዊ መስርሕ ብምክያድ ድማ ዝተፈላለዩ ንኣካላትና ዘድልዩ ጸዓት ከም ዝረክብ ይገብር። ኣብ ከምዚ ኩነታት ደምና ብዝለዓለ ዓቐን ናይ ኢንዶርፊን ስለ ዝመልእ ንቑሓት ክንከውን ንኽእል። ኣእምሮና እውን ጥዑይን ተዛናይን ይኸውን። ካልኣይ ቀመማዊ ፍወሳ፣ ኬሞ ትራፒ፣ ብሰንኪ ጾም ኣብ ሰብነትና ኣብ ዘሎ መጠን ግሉኮዝ ማለት ተፈጥራዊ ሽኮር ዝፍጠር ኬሚካላዊ ለውጢ ኣንጻር ጥረ ወይ ውን ሕበጥ ውጽኢታዊ ዝኾነ ኬሚካላዊ ፍወሳ ከም ዘካይድ ዝተፈላለዩ ሕክምናዊ መጽናዕትታት የረድኡ። ብርግጽ ንዝተወሰነ ሰዓታት ዝኾነ ካሎሪ ዘይምህላኽ ኣብ ምዕቃብን ምክልኻልን ዋህዮታት ሰብነትና ሓያሎ ለውጥታት እዩ ዘርኢ። እዚ ድማ ብመንሽሮ ዝተፈላለዩ ሕበጥን ዝሳቐዩ ሕሙማት ኣዝዩ ኣገዳሲ ምዃኑ ይንገር። ጾም ኣብ ዋህዮታት ሰብነት ብሰንኪ ኬሚካላዊ ፍወዛ ክፈጥር ንዝኽእል መርዛዊ ኣሉታዊ ሳዕቤን ብልዕል ዓቐን እዩ ዘጉድል። በዚ ድማ ኣብ ኣካላትና ክፍጠር ዝኽእል ጥረን ሕበጥን ከም ዝጎድል ይንገር። ይኹን እምበር እዚ ዓይነት ፈወስ ኣዚ ናይ ክኢላታት ምክትታል ዘድልዮም ብምዃኑ ቅድሚ ክንጥቀመሉ ምፍታንና ንክኢላታት ክንውከስ ኣድላዪ ይኸውን። ራብዓይ፣ ምቕጻዕ ኦፓሲቲ፣ ምቕጻዕ ንምጉዳልን ምክልኻልን ጾም ብዝሓየለ መልክዑ ክግልገለሉ ጸኒሑ እዩ። ጾም ኣብ ጸላም ከብዲ ብዝረኣ ኢንዛይም ኣብ ዝተፈላለየ ክፍሊ ኣካላትና ብፍላይ ድማ ኣብ ሽንጥና ዝርከብ ስብሒ ከምኡ'ውን ኮለስትሮል ብቕጽበት ከም ዝቃጸል ብምግባር ንጥዕናና ኣገዳሲ ዝኾነ ናይ ሓሞት ኣሲድ፣ ቢል ኣሲድ፣ ናይ ምፍጣር ዓቕሚ ኣለዎ። እዚ ኣገዳሲ ናይ ሓሞት ኣሲድ ንመስርሕ መታፖሊዝም ብምቅልጣፍ ኣብ ሰብነትና ዝርከብ ስብሒ ብቐሊሉ ናብ ጸዓት ክቕይር ይኽእል። ሓገስ ጌላታት ሕክምና ዝካየድ ጾም ዘይዝኾነ ኣሉታዊ ሳዕቤን ኣብ ሰብነትና ተኹዚኑ ዝርከብ ዘየድሊ ስብሒ ንምቅጻል ዝሕግዝ እቲ ዝበለጸ ኣገባብ እዩ። ሓሙሻይ ምንፍርፋር ኢፕሌፕሲ ሕማም ምንፍርፋር ኣብ ሓንጎልና ብዝረአ ምምዝባዕ እዩ ዝኽሰት። እቶም ከምዚ ዓይነት ሕማም ንዘለዎም ሰባት እቲ ዝበለጸ መድሃኒት ምዃኑ እዮም ክኢላታት ዘመልክቱ። ሻድሻይ ቅርጥማት ወይ እውን ነድሪ መላግቦ ቢሞጦይት ኣርታቲስ ቅርጥማት መላግቦ ኣብ ተዓጻጻፊ መላግቦታት ነድርን ምቅጻልን ዝፈጥር ሕዱር ሕማም ኮይኑ ነቶም ኣብ ከባቢኡ ዝርከቡ ኣካላትን ቱሽቱሽውን ብዝለዓለ መልክዑ'ዩ ዝጸልዎም። ብሓገዝ ሓካይም ዝግበር ጾም ነዚ ዓይነት ጥዕናዊ ጸገም'ዚ ኣብ ምፍዋስ ልዑል እጃም'ዩ ዘለዎ። ነድሪ ላሊሽ፣ ፓንክራታይትስ፣ ጽላልሽ መግቢ ንምሕቃቕ ዝሕግዝ መረቕ ከምኡ'ውን ኢንሱሊን ኣብ ምፍራይ ልዑል ግደ እትጻወት ኣካል እያ። ኣብ ዝሓጸረ ነውሓት ግዜ እታላልሽ ናይ ምቅጻል ባህሪ ከተርኢ እንተጀሚራ ንትርላልሽ ተፈጢሩ ኣሎ ማለት እዩ። ምጹዕ እምበኣር እቲ ዝበለጸ ነዚ ዓይነት ጸገም ንምፍዋስ ዘገልግል ኣገባብ እዩ። ሻብዓይ ናይ ምፍዋስ መካኒዝም፣ ሄሊንግ መካኒዝም፣ ጾም ናይ ምሕካምን ምሕዋይን ዓቕሚ ኣካላትና የሕይሎ። ኣብ ከስዐና ንዝተወሰነ ሰዓታት መግቢ ምስ ዘይህልወና፣ ኣካላትና ኣብ ክንዲ ኣብ ምሕቃቕ መግቢ ኣብ ሜታፖሊዝም ስርዓት ምጽዋርን ዓቕምን ኣብ ዝኣመሰሉ ካልእን ኣገደዝቲ ንጥፈታት ንኸተኩር ይግደድ። ሻሙናይ ንጥዕና ልብናን መትናን ካርዲዮ ቫስኩላር ሄልዝ ንዝተወሰነ ሰዓታት ዝካየድ ጾም ንዋህታት ሓንጎል ማለት ኒውሮንስ ከም ዝነቓቕሑ ስለ ዝገብር ኣብ ሰብነትና ዝህሉ ግሉኮዝ ኣብ ምቁጽጻር ንጥዕና ልብናን መትናን ኣብ ምሕላው ልዑል ተራ እዩ ዘለዎ እዚ ብዝተፈላለዩ ሕክምናዊ መጽናዕታት ከም ዝተረጋገጸ ክኢላታት ይነግሩ ራሻዓይ ቅድምን ድሕርን መጥባሕቲ ሓካይም ብዛዕባ ኩነታት ጥዕና ዘድሊ ምልክታት ንምርካብ ዘካየድዎ መርመራ ዕዉትን ንጹርን ምእንቲ ክኸውን ካብ ክልተ ክሳብ ሸሞንተ ሰዓታት ክትጸውም ከም ዘለካ ይሓቱኻ እዮም። ኣብ ስርዓተ ምሕቃቕ መግቢ ዝካየደሎም ክፍልታት ኣካላትና ኣብ ዝካየድ መጥባሕቲ ብፍላይ እቲ ሕሙም ቀዳምነት ዝወሃቦ ምኽሪ ክጸውም ከም ዘለዎ'ዩ ዘመልክት። እዚ እቲ ሕሙም መደንዘዝ ኣብ ዝወሃበሉ እዋን ካብ ከስዐ ናብ ስርዓተ ምስትንፋስ ከይኣቱ'ሞ ካልእ ምስ ስርዓተ ምስትንፋስ ዝተሓሓዝ ሳዕቤን ከየስዕብ ይከላኸል። ዝኸበርኩም ተኸታተልትና ንሎሚ ዘዳለናዮ ጾምን ጥዕናዊ ረብሓታቱን ዝብል መደብ ነዚ ይመስል ነይሩ። ኣገዳሲ ኮይኑ ምስ ትረኽብዎ ሼር፣ ላይክ፣ ሳብስክራይብ ኣይንረስዕ።